ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም ኣብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ይምነ ሎሚ እውን ከምቲ ኩሉ ግዜ እነካይዶ ሓደ ሓድሽ ቪድዮ መቐፀልታ ናይቲ ዝሓለፈ ናይ ዊንዶውስ ቴን ጀሚርናዮ ዝነበርና ትምህርቲ ሓድሽ መቐፀልትኡ ዝኾነ ቪድዮ ሒዘልኩም ቀሪበ ኣለኹ እዚ ኣብዚ ቻነል እንገብሮ በብእዋኑ ኣብ ዝተፈላለየ ግዜ ነምፅኦ ቪድዮታት ብዝተኻእለ ንህዝብና ንመንእሰያትና ብሓፈሻ ንኩልና ተዛረብቲ ትግርኛ ክሕግዝ ይኽእል እዩ ኢለ ዘዳልዎ ቪድዮ እዩ ስለዚ ኩሉ ግዜ ዘዳልዎ ቪድዮ ጠቓሚ ኮይኑ ምስ ትረኽብዎ ወይ ውን ሓጋዚ ኢልኩም ምስ ትኣምኑ ፕሊስ ንኻልኦት ከምቲ ንሕና ንጥቀመሉ ንኻልኦት ምእንቲ ክጠቅም ሼር ንግበሮ ፕላስ ኩሉ ግዜ ሳብስክራይብ ብምግባርን ኣብታ ደወል ክሊክ ብምግባርን ድማ ቤተሰብ ናይዚ ቻነል ክትኮኑ ብኽብሪ ይዕድመኩም ናብ ትምህርቲ ናብ ትምህርትና ክንሰግር ኣብ ዝሓለፈ ቪድዮ ከመይ ጌርና መሰረታዊ ምስ ዊንዶውስ ቴን ንላለ ማለት ስታርት ሜኑ ዴስክቶፕ እንታይ ይመስል እቲ ስታርት ታስክ ባር ኣብ ስታርት ከመይ ጌርና እቶም እንደልዮም ኣፕሊከሽን ብሓፈሻ ኣብ ስታርት መጺእና ንደልዮም ኣፕሊከሽን ከመይ ጌርና ኣብዚ ኦርጋናይዝ ክንገብሮም ንኽእል ናይ ገዛ ርእስና ኦርጋናይዝ ዝኾነ ኣፕሊከሽንስ ወይ ድማ እንጥቀመሎም ሶፍትዌራት ኣበይ ከመይ ጌርና ኣብዚ ክንሰርሖም ንኽእል ምስኡ ምስኡ እውን ኣብ ታስክ ባር እቶም ክንጥቀመሎም እንደሊ ኣፕሊኬሽን ከመይ ጌርና ኣብ ቀረባ ቅሩባት ንገብሮም፣ ኣብዚ ኩሉ ግዜ ብቐረባ ክንረኽቦም እንኽእል ጌርና ነዳልዎም ዝብል ቪድዮ ብስፍሕ ዝበለ መንገዲ ርኢና ኔርና። ሎሚ ናቱ መቐጸልታ ሒዝና መጺእና ኣለና። ደጊመ ንምክትታልኩም ይዕድም። ዊንዶውስ ቴን ኣብ ዊንዶውስ ቴን ኣብ ሓደ እዋን ዝተፈላለዩ ዊንዶውስ ኢልና ንጽውዖም። ዊንዶውስ ብሓፈሻ ሓደ ተኸፊቱ ዘሎ ሶፍትዌር ሓደ ዊንዶው ኢልና ንጽውዖ ወይ እውን ዝተፈላለዩ ሶፍትዌራት ኣብ ሓደ እዋን ከፊትና ክንዕዘብ ክንጥቀም ንኽእል ኢና። ነዚ ብግብሪ ክንሪኦ ንኣብነት ኣብዚ ኣብ ታስክባር ቀረባ ገይረዮ ዘለኹ ማይክሮሶፍት ኤክስኤል ኣለኒ ክኸፍቶ እየ ስለዚ ሓደ ስፕሬድሽት ማይክሮሶፍት ኤክስኤል ንኽጥቀም ኣዳልየ ኣለኹ ሓደ ዊንዶውስ ከፊተ ኣለኹ ይበሃል እዚ እዚ ሓደ ዊንዶውስ ንኽሰርሕ ንኽጥቀመሉ ከፊተ ኣለኹ ይበሃል እዚ መሊስና እውን ማይክሮሶፍት ዎርድ ኣብዚ ኣብ ቀረባ ኣክሰስ ገይረ ኣለኹ ብቐረባ ምእንቲ ክርእዮ ነዚ እውን እዚኦም ኣብ ዘለዋ የድልዩኒ እዮም እዚ እውን ሓደ ናይ ማይክሮሶፍት ዎርድ ዊንዶውስ ከፊተ ኣለኹ ይብል ማለት እዩ ክልተ ዊንዶውስ ከፊተ ኣለኹ ሓደ ማይክሮሶፍት ኤክሴል ካልኣይ ማይክሮሶፍት ዎርድ ከፊተ ኣለኹ ካልእ ውን ተመሳሰሊ ዊንዶው ንኣብነት ኣነ ብቀረባ ዝጥቀመሉ ፎቶሾፕ ናይ ፎቶ ኤዲቲን ሶፍትዌር እዩ እዚ ውን ብብዝሒ ስለ ዝጥቀመሉ ኣብዚ ቀረባ ገይረ ኣለኹ ንዑ ውን ከም ሳልሳይ ዊንዶው ክኸፍቶ እየ ስለዚ ሰለስተ ዊንዶውስ ከፊተ ኣለኹ ኣብ ዊንዶውስ ቴን ክንዲ ደስ ዝበለካ መጠን ዊንዶውስ ዊንዶው እዛ ሓንቲ ሶፍትዌር ተኸፊታ ዘላ ሓደ ዊንዶው ኢና ንብሎ ስለዚ ክንዲ ባህ ዝበለና መጠን ናይ ዊንዶውስ ክንከፍት ንኽእል ኢና ማለት እዩ ስለዚ ሰለስተ ዝተፈላለዩ ዊንዶውስ ከፊተ ኣለኹ ምናልባት ራብዓይ ውን ተደልየ ኣብዚ ስታርት ሜኑ ኣብ ቀረባ እርእዮ የለኹን ኳልኩሌተር ደልየ ኣለኹ ስለዚ ኣብዛ ታይፕ ሄር ቱ ሰርች ትብል ኳልኩሌተር ትብል ክፅሕፍ እየ ኦልሬዲ ኣብዚ መፅያ ኣላ እዚኣ ውን ክሊክ ክገብር እየ መጺኣትኒ'ላ ሓሙሽተ ዝተፈላለዩ ዊንዶውስ ክኸፍት ክኢለ ኣለኹ። ስለዚ ኩሉ ግዜ ካብ ሓደ ዊንዶው ናብቲ ካልኣይ ዊንዶው ክኸይድ ምስ ዝደሊ ኣብቲ ዊንዶው ካብዞም ክጥወቑ ዝኽእሉ ነገራት ወጻኢ ክሊክ ክገብር ንኣብነት ኣብ ፎቶሾፕ ክኸይድ እንተደልየ ካብዞም ክጥወቑ ዝኽእሉ ነገራት ኣብ ናጻ ዝኾነ ንኣብነት ንኣብነት እዚ ከባቢ እዚ ነፃ እዩ ክጥውቆ ክእል እየ እዚ ከባቢ እዚ ነፃ እዩ ኣብዚታት ጠዊቀ ግን ክዕፀወኒ እዩ እዚ እውን ዝኾነ ነፃ እዩ ዘሎ ሕጂ ስለዚ ኣብ ነፃ ዝኾነ ከባቢ ክሊክ ብምግባር ነቲ ንደልዮ ዊንዶውስ ንቅድሚት ክነምፅኦ ንኽእል ሕጂ ኳልኩሌተር ንቅድሚት ኣላ ስለዚ ካልእ ዊንዶውስ እዚ ፎቶሾፕ ተደልየ ንኣብነት ኣብዚ ክሊክ ብምግባር ንቕድሚት ኣምፅኤ ኣለኹ ሕጂ ፎቶሾፕ ከዲንዎ ኣሎ ብሓፈሻ ንዝኾነ ዊንዶው ክንዕብዮ ክነንእሶ ምስ እንደሊ ብፀጋማይ ኩርናዕ ብምምፃእ ብፀጋም ወገን ብየማን ወገን ብምምፃእ ክንዕብዮን ክነንእሶን ንኽእል ብላዕሊ ብምምፃእ ወይ እውን ብታሕቲ ብምምፃእ እውን ተመሳሳሊ ከምኡ እናገበርና ክነዕብዮን ክነንእሶን ንኽእል። በዚ ኩርናዕ ብምምጻእ እውን ብኽልቲኡ መኣዝን ማዕረ እናጉደልናዮን እናነኣስናዮን ክንከይድ ንኽእል ማለት እዩ። ነዚ ዊንዶው እዚ ክነንቀሳቕሶ ኣብዚ ታይትል ባር ኣብዚ ላዕለዋይ ጸቒጥና ብምሓዝ ኣብቲ ባህ ዝበለና ቦታ ክነምጽኦ ንኽእል ኢና። ልክዕ ከምኡ እዚ ዝብለኩም ናይ ምዕባይን ምንኣስን ናይቲ ዓቐን ናይቲ ዊንዶውስ ክንዕብዮን ክነንእሶን ኣብ ኩሉ ዊንዶውስ ኣብ ኩሉ ዊንዶውስ ተመሳሳሊ ባህሪ እዩ ዘለዎ ስለዚ እዚ ኣብ ፎቶሾፕ ክገብሮ ዝጸናሕኩ ልክዕ ንኣብነት ኣብ ካልኩሌተር መጽኤ ብባህ ዝበለኒ መንገዲ ከንእሶን ክዕብዮ ንኽእል እየ ዋላ በዚ ኩርናዕ ብምምጻእ ከንእሶ ክእል እየ ከምዚ እናገበርኩ ከዕብዮን ከንእሶን እኽእል እየ። ስለዚ ኣብቲ ንዓይ ዘድልየኒ ቦታ ኮፍ ኣብሎ ማለት እዩ። ልክዕ ድማ ንኣብነት ማይክሮሶፍት ኤክስኤል እንተደልየ ኣብ ናጻ ዝኾነ ቦታ፣ ናጻ ቦታ ክንብል ከለና ልክዕ ከምቲ ኣብ ፎቶሾፕ ርኢናዮ ዝጸናሕና እዚ ቦታ እዚ ንኣብነት ነጻ እዩ። እዚ ከባቢ እዚ እውን ነጻ እዩ። ኣብዚ ተጠዊቐ ወይ ኣብዚ ተጠዊቐ ግን ካልእ ስራሕ ስለ ንእዝዝ ኣብ ነጻ ዝኾነ ቦታ ክሊክ ብምግባር ንቕድሚት ክነምጽኦ ንኽእል ሕጂ ኣብዚ ማይክሮሶፍቱ ኤክስኤል ብድሕሪት ተቐሚጡ ኣሎ ስለዚ ካብዞም ነጻ ዝኾኑ ክፋላት ክሊክ ብምግባር ንቕድሚት ይመጽእ ማለት እዩ ስለዚ ምሉእ ምሉእ ዓብዩ ስለ ዘሎ ማይክሮሶፍት ኤክስኤል ነቶም ካልኦት ሸፊንዎም ኣሎ ክነንእሶም ምስ ንደሊ ደሓን እትየን ደሓር ክርእየን እየ ከምዚ ኮይኑ ንኢሱ ኣሎ ኣብ ባህ ዝበለካ ቦታ ተምጾ ማለት እዩ። ስለዚ ዝተፋላለዩ ብዙሓት ዝኾኑ ዊንዶውስ ክኸፍት ክኢለ ኣለኹ። እዞም ዊንዶውስ እዚኦም ብምልኦም ሓበራዊ ባህሪ ኣለዎም። ሓበራዊ ባህሪ፣ ሓበራዊ ባህሮም ድማ እንታይ እዩ? ንኣብነት ኣብዚኣ ንርኤ፣ እዚ ሚኒማይዝ ዊንዶው ይበሃል። ኣብ ኩሎም ኣሎ ሚኒማይዝ ዊንዶው። ርኣይዎ፣ ኣብ ኩሎም ኣብ ዝኾነ ዓይነት ሶፍትዌር ወይ ድማ ዊንዶው ዝርከብ ሚኒማይዝ ዊንዶው ይበሃል። ኣብኡ ከሎ ግን እዚ ማክሲማይዝ ዊንዶው ይበሃል። and ኣብ ኩሎም ኣሎ እዚ ማክሲማይዝ ዊንዶው ንብሎ ተመሳሳሊ እዩ ዳርጋ ንኩሎም ዓይነት ዊንዶውስ ዝውክል እዩ ሳልሳይ ድማ ክሎዝ ዊንዶው ዝብል ኣለና እዚ ክሎዝ ዊንዶውን ኣብ ኩሎም ክንሪኦ ንኽእል ኢና ኣብ ኩሎም ዝፀንሓና እዩ Close Window እዞም ሰለስተ እንሪኦም ዘለና Minimize Maximize and Close እዚኦም እንታይ ይጠቕሙና እዚኦም ሚኒማይዝ ክንብል ከለና እቲ ዊንዶው ምሉእ ምሉእ ካብዚ ኣብ ዴስክቶፕ ዝረኣየና ዘሎ ከባቢ ንኣብነት እዚኣ ማይክሮሶፍት ወርድ ሚኒማይዝ ምስ ዝብላ ካብዚ ዴስክቶፕ ተኣልያ ናብዚ ትመፅእ ማለት እዩ ኣብዚ ታስክባር ወሪዳ ኣላ ኣብዚ ክሊክ ምስ እንገብር መሊሳ ትመጽእ ማለት እዩ ሚኒማይዝ ምስ እንገብራ ኣበይ ወሪዳ ኣላ ኣብ ታስክ ባር the same ነዛ ብተመሳሳሊ ነዛ ማይክሮሶፍት ኤክስኤል ትብል ሚኒማይዝ ምስ ዝገብራ ኣበይ ወሪዳ ኣላ ኣብ ታስክ ባር ኣይጠፍእትን ኣብ ታስክ ባር ወሪዳ ኣላ ክሊክ ብምግባር ድማ ነምጽኣ ማለት እዩ ሚኒማይዝ ታሕቲ ትወርድ the same ፎቶሾፕ ሚኒማይዝ ተገይራያ ኣበይ ኣላ ኣብዚ ወሪዳ ኣላ ተደልየ ኣብኡ ክሊክ ገይረ እመልሳ። Calculator ልክዕ Minimize ተይለያ ኣብዚ ታሕቲ ወሪዳ ኣላ። ስለዚ Minimize ዝብል ኦፕሽን እንታይ ይሕግዘና ንኹሎም ንነፍሲ ወከፍ ዊንዶውስ ሚኒማይዝ ብምግባር ንግዚኡ ኣብዚ ታስክ ባር ንግዚኡ ኣብዚ ታስክ ባር ከም ዝቕመጥ ንገብሮ ማለት እዩ። ኣብዚ ከባቢ እዚ ኣብዚ ታስክ ባር መጺኡ ከም ዝቕመጥ ንገብሮ then እቲ ክንደልዮ ከለና ድማ መሊስና ክሊክ እናገበርና ክሊክ እናገበርና ነምጽኦ ኩሎም ኣብ ቦትኦም ወጺኦም ኣለዉ። ማክሲማይዝ ትብል ከኣ ድሕሪኣ ስዒባ ትርከብ እዚኣ ማክሲማይዝ ኣብ ኩሉ ዊንዶውስ ራይዋ the same ማክሲማይዝ ሓንቲ ሳንዱቕ እያ ማክሲማይዝ ማክሲማይዝ ማክሲማይዝ ከኣ ልክዕ ምዕባይ ማለት እዩ። ሚኒማይዝ ታሕት ምድቃቑ ማለት እዩ። ዘይት ዘይር ታሕት ምውራዱ ማለት እዩ። ማክሲማይዝ ከኣ ምዕባይ። ስለዚ ንኣብነት እዛ ማይክሮሶፍት ኤክስኤል ንምሉእ እቲ ዴስክቶፕ ወይ ከኣ ነዚ ስክሪን ነዚ መስኮት ምሉእ ክዓጽዎ ተደሊና ማክሲማይዝ ንብል። ኣብዛ ማክሲማይዝ ክሊክ ተጌርና ማክሲማይዝ እንተኢልና ምሉእ ነቲ ስክሪን ነቲ ዲስክቶፕ ብምምላኽ ኣብ ቅድሚት ንኹሉ ጸቒጡ ብቕድሚት ይመጽእ። ድሕሪኡ እንተ ርኢኹማ እዚኣ ሓንቲ ሳንዱቕ ዝነበረት ክልተ ሳንዱቕ ትቕየር። እዚኣ ድማ Restore Down ኣብቲ ዝነበሮ ምምላስ ማለት እዩ። ካብ Maximize ኣብቲ ዝነበሮ ምምላስ ኣብኡ ክሊክ ተይልና ርኣይዎ Restore ኮይኑ ኣሎ ኣብቲ ቅድም ዝነበረ ዓቐን ይምለስ። ድሕሪኡ እታ ሳልሰይቲ ድማ ናብ ኩሉ ተመሳሳሊ ስራሕ እዩ ዘለዋ Close Close ድማ ምዕጻው ማለት እዩ። እቲ ሚኒማይዝ ኣብዚ ታስክባር ከም ዝመጽእ እዩ ዝገብሮ ነይሩ፣ ክሎዝ ግን ምሉእ ብምሉእ ነቲ ተወሊዑ፣ ተኸፊቱ፣ ዘሎ ሶፍትዌር ነቲ ተኸፊቱ ዘሎ ሶፍትዌር ምዕጻው ማለት እዩ። ስለዚ ክሎዝ ተይለዮ የለን ርኣይዎ፣ ክሊክ ተይለ ሓድሽ እዩ ዝኽፈት እቲ ዝነበረ ኣይኮነን። ክሎዝ ተይለ ድማ ምሉእ ተዓፅዩ ኣሎ ስለዚ ነዚ ክሎዝ ክገብሮ ይኽእል ነዚ ክሎዝ ክገብሮ ይኽእል ነዚ ክሎዝ ክገብሮ ይኽእል ስለዚ ነዛ ቪድዮ ንገለ ሰከንድስ ፖውዝ ብምግባር ልክዕ እዘን ክንገብረን ዝፀናሕና ዊንዶውስ ዝተፈላለዩ ዊንዶውስ ካብ ክልተ ሰለስተ፣ ሓሙሽተ፣ ክሳብ ደስ ዝበለና መጠን ዊንዶውስ ክንከፍት ንፈትን። ንኹሎም ዊንዶውስ ድማ ክነዕብዮምን ክነንእሶምን ብጎኒ ንቱኩል ንጋድም ክነዕብዮምን ክነንእሶምን ንፈትን። ምስኡ ምስኡ ድማ ልክዕ ሚኒማይዝ ክንገብሮ ኣብ ታስክ ባር ኣብ ታሕቲ ክነውርዶ ንፈትን። ማክሲማይዝ ሙሉእ ስክሪን ክሕዘልና ፕላስ ተዘይደሊናዮም ድማ ክንዓጽዎም ንፈትን ንዕን ፈቲንኩም ምስ ተመለስኩምኒ ኣብ ቪድዮና ክንቅጽል ኢና ማለት እዩ ኦኬ ስለዚ ኣብዚ ክንከታተሎ ዝጸናሕና ቪድዮ ኣብ ዊንዶው ቴን ዝተፈላለዩ ዊንዶውስ ኣፕሊኬሽንስ ወይ ከዓ ሶፍትዌራት ኣብ ሓደ እዋን ክንከፍት ከም እንኽእል ርኢና ጸኒሕና። ከመይ ጌርና ድማ ኣብ ውሽጦም ክንንቀሳቐስ፣ ክንዕብዮምን ክነንእሶምን፣ ክንዓጽዎም፣ ሚኒማይዝ ክንገብሮም ከም ንኽእል ርኢና ጸኒሕና። ሕጂ ድማ ካልእ ዝተፈልየ ምስኡ ዝመሳሰል ስራሕ ሒዘልኩም ክመጽእ እየ። መጀመርያ ዝተፈላለዩ ዊንዶውስ ክኸፍት እየ። ማይክሮሶፍት ዎርድ እኸፍት ኣለኹ፣ ማይክሮሶፍት ኤክስኤል እኸፍት ኣለኹ። ፎቶሾፕ እኸፍት ኣለኹ ሰለስተ ራብዓይ ዋላ ኢንተርነት ኤክስፕሎረር ክኸፍት እየ ኣርባዕተ ዊንዶውስ ከፊተ ኣለኹ ማይክሮሶፍት ዎርድ ኤክስኤል ፎቶሾፕ ኢንተርነት ኤክስፕሎረር እዚኦም ከምዚ ኣብ ሪሳይዝድ ኣብ ንእሽተይ ዓቐን እንከለዉ ብሓደ ክሪኦም ይኽእል ኣለኹ። ብምሉኦም ማክሲማይዝ ምስ ዝኾኑ ወይ ውን ሓደ ማክሲማይዝ ምስ ዝኸውን ደኣ ነቶም ካልኦት ንኣብነት ማይክሮሶፍት ዎርድ ማክሲማይዝ ኮይኑ ኣሎ ኤክስኤል ምስ ዝደሊ ከመይ ገይረ ኤክስኤል ክርኤ ኦር ፎቶሾፕ ምስ ዝደሊ ከመይ ገይረ ፎቶሾፕ ክርኤ ኦር ነቲ ዊንዶው ኤክስፕሎረር ምስ ዝደሊ ከመይ ገይረ ንዊንዶውስ ኤክስፕሎረር ኣክሰስ ክገብር ከመይ ገይረ ንዕዑ ክኸፍት ይኽእል መቐፀልታ ሒዝናዮ ዘለና ቪድዮ ድማ ከመይ ጌርካ ካብ ሓደ ዊንዶው ናብ ካልእ ዊንዶው እናተንቀሳቐስካ ትሰርሕ ከመይ ጌርካ ኣብ ወርድ ፀኒሕካ ኣብ ኤክስኤል ትኸይድ ኣብቲ ተኸፊቱ ዘሎ ማለት እዩ ኣብ ኤክስኤል ፀኒሕካ ኣብ ፎቶሾፕ ትኸይድ ኣብ ፎቶሾፕ ፀኒሕካ ኣብ ዊንዶው ኢንተርነት ኤክስፕሎረር ኣርባዕተ እየ ከፊተ ዘለኹ ፎቶሾፕ፣ ዎርድ፣ ኤክስኤል and ኢንተርነት ኤክስፕሎረር። ከመይ ጌርካ ካብን ናብን ኣብ ውሽጢ እዞም ኣርባዕተ ክፊተዮም ዘለኹ ዊንዶውስ ክንቀሳቐስ ዝኽእል። እዚ እውን ልክዕ ሳላ ዊንዶው ቴን ቅልል ዝበለ እዩ። ስለዚ ሓደ ዳይረክትሊ ኣብዚ ታስክ ባር ንኣብነት ፎቶሾፕ ትደልየ ኣብቲ ፎቶሾፕ ክሊክ ክገብር። ክዕብዮ ደልየ ማክሲማይዝ። ኤክስኤል ደልየ ኣብ ኤክስኤል ክሊክ ክገብር። ክዕብዮ ደልየ ማክሲማይዝ። ኢንተርነት ኤክስፕሎረር ኣሎ ኣብኡ ክሊክ ክገብር ማክሲማይዝ ስለዚ እንታይ ይገብር ኣብቲ ዝደልዮ ንኣብነት ኣብ ዎርድ ኣብ ኤክስኤል ፎቶሾፕ ኤንድ ኢንተርነት ኤክስፕሎረር ካብን ናብን ብመንገዲ ታስክ ባር ክሊክ እናገበርኩ ክንቀሳቐስ ይኽእል ብመንገዲ ታስክ ባር ክሊክ እናገበርኩ ክንቀሳቐስ ይኽእል ካልእ ድማ ብኪቦርድ ተሓጊዘ ድማ ክገብሮ ክእል እየ እዚ ኣብ ኪቦርድና Alt ትብል ኪይ ኣላትና፣ ብኽልቲኡ ብሸነኽ የማናይ ታሕተዋይ ኩርናዕን ጸጋማይ ታሕተዋይ ኩርናዕን Alt ትብል ኣላትና። ስለዚ ነታ Alt ትብል ኪይ ጸቒጥና ብምሓዝ Tap ትብል ኣላ፣ ን Alt ኪይ ኣይንፍንዋን ኢና፣ Tap ንብል፣ ርኣይዎ፣ ስለዚ እተን ተኸፊተን ዘለዋ ዊንዶውስ ብምሉኤን ኣብ ቅድመይ መጺኤን ኣለዋ ተኣል ትኽፍንዋ የብለይን ስለዚ ታፕ ታፕ እናበልኩ ኣብታ ዝደልያ ኸይድ ታፕ ታፕ እናበልኩ ኣብታ ዝደልያ ዊንዶውስ ይኸይድ ንኣብነት ፎቶሾፕ ደልየ ኣለኹ ሓሊፈያ ኣለኹ ታብ ጥራሕ እታ ኣልት ኣይንፈንዋ መሊስና ንኸይድ ፎቶሾፕ ደልየ ኣብ ፎቶሾፕ ምስ በፃሕኩ ይፍንዋ ፎቶሾፕ ከፊተ ካልእ ደልየ ኣልት ታፕ ንኣብነት ዎርድ ደልየ ኣብ ዎርድ ምስ በፃሕኩ ሓሊፈያ ዘውር ቕፅል መሊሳ ክተምፃና እያ ዎርድ በፂሐ እፍንዋ ስለዚ ከምዚ እናገበርና እውን ኣልት ታፕ እናበልና እውን ካብን እናብን እተን ዝደልየን ዊንዶውስ እናቀያየርኩ ክኸይድ ይኽእል እየ ማለት እዩ ኣብ ኤክስኤል መፅእ ኣለኹ እፍንዋ ስለዚ ካልኣይ መንገዲ ቀዳማይ መንገዲ ብታስክ ባር ክሊክ ክሊክ እናገበርና ኣብ ታስክባር እናጠወቕና ኣብቲ ንዝደልዮ ኣፕሊኬሽን ዊንዶው ክንከፍት ከም ንኽእል ካብኡ ናብኡ ክንሰጋገር ከም ንኽእል ርእየ። ካልኣይ መንገዲ ድማ ብኪቦርድ Alt Tab ስለዚ ታፕ እናበልና ኣብቲ እንደልዮ እናቐጸልና ብምኻድ ነቲ ዝደለናያ ምስ በጻሕናያ ድማ ንኪቦርድና ምፍናው ክንሰጋገር ከም ንኽእል ርኢና። እዚኦም ክልቲኦም ዝረኣናዮም መንገድታት፣ ብመንገዲ ታስክባርን ብመንገዲ ኣልት ታብን፣ እዚኦም ኣብዞም ቅድሚ ሕጂ ዝነበሩ ከም በዓል ዊንዶው ሰቨን፣ ዊንዶው ኤይት፣ ዊንዶው ኤክስፒ ኣብኦም እውን ተመሳሳሊ ልክዕ ይሰርሕ ነይሩ እዩ። ዊንዶው ቴን ሓደ ሓድሽ ካልእ መንገዲ ሒዙ መጺኡ ኣሎ። እዚ ሓድሽ መንገዲ ድማ ተመሳሳሊ ብኪቦርድ እዩ ኣብተን ቀዳሞት ዊንዶውስ ዘይነበረ ማለት እዩ ኣብ ዊንዶው ኤክስፒ ነበረን ዊንዶውስ ሰበን ኣይነበረን ዊንዶውስ ኤይት እውን ኣይነበረን እዚ ኣብ ዊንዶው ቴን ጥራሕ ዘሎ መንገዲ ማለት እዩ ነዚ ሳልሳይ መንገዲ ካብን ናብን ዊንዶውስ ምምራፅ ዕድል እነካይደሉ ድማ ክንጥቀመሉ ምስ እንደሊ እንታይ ንገብር? ኣብ ኪቦርድና ዊንዶው ትብል ኣላ፣ ናይ ባንዴራ ምልክት ልክዕ ነዛ ኣብዚ ዘላ ኦፕሽን እዛ ናይ ስታርት ሜኑ ዘላ ስእሊ ዘላታ ኣብ ኪቦርድ እዚኣ እውን ብክልቲኡ ሸነኻት ብየማናይ ሸነኽን ብፀጋማይ ሸነኽን ኣብ ታሕተዋይ ኮርናዕ ማለት እዩ ዊንዶው ስእሊ ኣላ። ነታ ዊንዶው ክሊክ ብምግባር ዊንዶው ክሊክ ብምግባር ታፕ ንውስኸላ። ትሪእዎ ኣለኹም ሕጂ ፈንየ ኣለኹ ዊንዶው ክሊክ ገለ ታፕ ምስ ትገብር ብሙሉአን እተን ዘለዋ ዊንዶውስ ኣምፅኣትለይ ኣላ ማለት እዩ እንተሪእናየን ብሙሉአን እተን ዘለዋ ኣብታ ኣልት ታፕ ኣይንፍነዎን ኢና ነርና እዚኣ ግን ዊንዶው ኤን ታፕ ምስ በልና ኩለን መፅኤን ኣለዋ ስለዚ ትመርፅ ኤነይተን ኢኻ ደሊኻ ዘለኻ ንኣብነት ኤክስኤል ደልየ ኣብ ኤክስኤል ክሊክ ይገብር መሊሰ ዊንዶው ታፕ ብሓደ ኩለን መፅኤን ኣለዋ እንታይ ደልየ ፎቶሾፕ ከይደ ፎቶሾፕ ክሊክ ክገብር ካልእ ደልየ ልክዕ ዊንዶው ታፕ ኣብዚ ኮይነ ድማ ዘየድልዩኒ ክዓፁ ክእል እየ ንኣብነት ወርድ ኣየድልየንን እንተ ኢለ ኣብኡ ኮይነ ይዓፅዎ ኤክሴል ኣየድልየንን ዓፅዎ ን ፎቶሾፕ ኣየድልየንን ዓፅዎ ዘየድልየኒ ክዓፁ ይኽእል እየ ማለት እዩ ስለዚ እዚ ሳልሳይ ኦፕሽን እዩ። እዚ ሳልሳይ ኦፕሽን ኣብ ዊንዶውስ ቴን መፂኡ ዘሎ ሓዱሽ ፊቸር፣ ሓዱሽ ኣገባብ ወይ ድማ ኣቋራጭ መንገዲ ነቶም ኣብ ኮምፒተርና ኣብ ዴስክቶፕና ከፊትናዮም ዘለና ዝተፈላለዩ ዊንዶውስ ኣክሰስ ክንገብረሉ ንኽእል ማለት እዩ። ከም እንደገና ከም መዘኻኸሪ ክኾነና ኣብዛ ናይ ሎሚ ቪድዮ ርኢናየን ዘለና ቀዳመይቲ ከመይ ጌርና ዝተፈላለዩ ዊንዶውስ ከፊትና ከመይ ጌርና ክነዕብዮምን ክነንእሶምን ከም እንኽእል ኣብ ከም ካልኣይ እውን ከመይ ጌርና ካብን ናብን ዊንዶውስ ክንከይድ ከም ንኽእል ኣብዚ ንኣብነት ቀዳመይቲ ከመይ ጌርና ክንዕብዮም ክነንእሶም ከም ንኽእል ከመይ ጌርና ሚኒማይዝ ንገብር ከመይ ጌርና ማክሲማይዝ ከመይ ጌርና ክሎዝ ንገብር ን ካልኣይ ልከ ከመይ ጌርና ካብን ናብን ዊንዶውስ ኣብ ኣብ ኮምፒተርና ሰለስተ፣ ኣርባዕተ፣ ሓሙሽተ፣ ሽዱሽተ ዋላ ዝያድኡ ዊንዶውስ ምስ ከፈትና ከመይ ጌርና Tab ናብ ካብቲ ሓደ ዊንዶው ናብቲ ሓደ ዊንዶው ንቕይር ሓደ ቀጥታ ብታስክባር ክንቅይር ከም እንኽእል ርኢና ኔርና ካልኣይ ድማ ብ Alt and Tab ሳልሳይ ዊንዶውስ and ታፕ በዘን ሰለስተ ኣገባብ ሪኢና ኔርና ስለዚ እዚ ንሎሚ ዘምጻኹልኩም ቪድዮ እዚ ይመስል ነዘን ቪድዮ ተኸታቲልኩም ብምልምማድ እዘን ንእሽተይ ፖርሽን ንእሽተይ ክፋል ሎም ዘምጻኹልኩም ኣካል ናይ ፍልጠትኩም ክትገብርዋ ይላቦ ናይ ብሓቂ ከምዚ እናገበርና እንተ ኣጽኒዕናዮ ዊንዶውስ ቴን ብዙሕ ብዙሕ ብዙሕ ጠቓሚ ዝኾነ ፊቸርስ፣ ዕድላት፣ ኣለዎ። በብሓደ ከምዚ ጌርና ኣዋህልል ኣቢልና እንተ ሒዝናዮ ድማ ኣብ መወዳእታ እቶም ረባሕትን ተጠቀምትን ንሕና ኢና። እንታይ ዝበሃል ምስላ ኣሎ ጋርበጅ ኦፍ ኦል ማስተር ኦፍ ናን ዝብል ኣበሃህላ ኣሎ ብዙሕ ግዜ ትምስጠኒ ኣብ እንግሊሽ። ንሓደ ነገር ትንክፍ ትንክፍ እናበልካ ኽትከይድ እንተ ጀሚርካ፣ መኣከቢ ብዙሕ ግን ዋላ ሓንቲ ዘይትመልኽ ኢኻ ትኸውን እሞ፣ ነዘን በብንእሽተይ ኣምጺእና ነምጽኣን ቪድዮ ተኸታቲልና ክንከታተለን ብስሩዕ ክንከታተለን እንተ ኽኢልና ናይ ብሓቂ ዝሓሸ ለውጢ ክነምጽእ ኢና and ነታ ንጥቀመላ ዊንዶውስ ቴን ጽቡቕ ጌርና ንፈልጣ፣ ጽቡቕ ጌርና ምፍላጥና ድማ ጽቡቕ ጌርና ከም እንጥቀመላ ክገብረና እዩ። ስለዚ ኣብ ዝመጽእ ዘሎ ቪድዮ ድማ ከመይ ጌርና ኣብ ሓንቲ ኮምፒዩተር ዝተፈላለዩ ዲስክቶፕ ኣብዚ ንኣብነት ሓሙሽተ ሽዱሽተ ዊንዶውስ ኣብ ሓደ ዴስክቶፕ ኣብዛ ንሪኣ ዘለና ቅድሜና ዘላ ዴስክቶፕ ክንሰርሕ ፀኒሕና ኣብ ኔክስት ከመይ ጌርና ምስ ዊንዶውስ ቴን መፂኡ ዘሎ ሓድሽ ፊቸር ከመይ ጌርና ዝተፈላለዩ ዴስክቶፕ ነናቶም ስራሕ ዘለዎም ክላሽ ከይገብረልና ከይተሓወሰና ምእንቲ ብነናቶም ዕድላትን ነናቶም ስራሕን ዝሓዙ ዊንዶውስ ዴስክቶፕ ክርኤት ንገብር ስለዚ ኣብ ነንደልዮ ስራሕ ድማ ኣብቲ ሰሌክት ጌርናዮ ዘለና ዴስክቶፕ ከመይ ጌርና ንዓዪ ዝብል ቪድዮ ሒዘልኩም ክመጽእ እየ ክሳብ ሕጂ ብጽሞና ስለ ተኸታተልኩምኒ ብልቢ የመስግን እዚ ቪድዮ እዚ ናይ ብሓቂ ሕጂ እውን ኩሉ ግዜ ዝብሎ ቃል እዚ ጠቓምን ሓጋዝን እዩ ኢልኩም ምስ እትሓስቡ ፕሊስ ብዙሕ እዚ ቪድዮ እዚ ዘድልዮ ብዙሕ እዚ ቪድዮ እዚ ክሕግዞ ዝኽእል ክጠቕሞ ዝኽእል ሓዊ ሓፍት ወገን ኣለና እሞ ሼር ንግበሮ ናብ ኩሉ ክበጽሕ ፕላስ ከምታ ኩሉ ግዜ ዝብላ ድማ ሳብስክራይብ ብምግባር ኣብታ ደወል ክሊክ ብምግባር ድማ ቤተሰብ ናይዚ ቻነል እዚ ክትኮኑ ብኽብሪ ይዕድም ክሳብ ሕጂ ብጽሞና ስለ ዝተኻታተልኩምኒ ብልቢ የመስግን ኣብ ካልእ ተመሳሳሊ ቪድዮ ክንራኸብ ኢና ክሳብ ሽዑ በብዘለናዮ ሰናይ ቅነ ባይ።